ብስም ኣቦን ወድን መንፈስ ቅዱስን ሓደ ኣምላኽ ከመይ ሓድርኩም ከመይ ቀኒኹም እግዚኣብሔር ኣምላኽ ዝተመስገነ ኹን ናይዛ መዓልቲ እዚኣ ሰባት ስለ ዝገበረና ንኣምላኽና ምስጋና ናብፅሓዮ ቃል ኣምላኽ እንታይ ዝብለና ነፍሲ ወከፍ መዓልቲ ናይ ተኣምራት መዓልቲ እዩ ዝብለና ስለዚ እዛ መዓልቲ እዚኣ ድማ ብተኣምራቱ ኣብ ዕለታት ዕድሜና ወሲኹ ስለ ዝሃበና ንኣምላኽና ምስገና ነብጽሓዮ። ናይ ሎማዓንቲ ተዳልየልና ዘሎ ትምህርቲ ብዛዕባ ዕረፍቲ እዩ። ዕረፍቲ ብዕረፍቲ ድማ ኣመንቲ ዝኣትውዋ ዕረፍቲ ዝብለና ሎማዓንቲ ኩላህና የዕሪፍና ኢና መጺና ኣይኮነን ድቃስ ንምንታይ ኢና ንድቅስ ሎሚ ድማ ፍላይ ሓንቲ ሰዓት ተወሲኻትና ኣላ ስለዚ ኤክስትራ ናይ ዕረፍቲ ግዜ ረኪብና ኢና ማለት እዩ እቲ ናይ ሎመዓንቲ መበገሲ ኣርእስትና ተወሲድሉ ዘሎ እብራውያን ምዕራፍ ኣርባዕተ ካብ ፍቕዲ ሓደ ክሳብ ፍቕዲ ሰለስተ ኮይኑ ኣብቲ ናይ ሓድሽ ትርኩም እንታይ ዝብል እምበኣር እግዚኣብሄር ናብቲ ባዕሉ ዘዳለዎ ስፍራ ዕረፍቲ ከም ንኣቱ ተስፋ ሂብና ኣሎ ግናኸ ምናልባሽ ሓደ ኻባኻትኩም ናብዚ ዕረፍቲ እዚ ኸይኣተወ ዝተርፍ ከይህሉ ንፍራህ። ንኣናውን ከምቲ ንኣታቶም ዝተሰብከሎም እዩ ወንጌል ተሰቢኽልና። እንተኾነ ነቲ ዝሰምዕዎ ቃል ብእምነት ስለ ዘይተቐበልዎ ኣይጠቐሞምን። ብመሰረት ስርዓት ቅድስት ቤተክርስቲያንና ድማ ካብ ጥቅምቲ ዓሰርተ ሸሞንተ ክሳብ ጥቅምቲ ዕስራን ሰለስተን ዘሎ ሓደ ንኡስ ዘመን እዩ። ነዚ ንኡስ ዘመን እዚ ናይ ቅዱስ ያረድ ተዳልዩሉ ዘሎ መዝሙር ድማ በጊዜሁ ሀለፈ ክረምት ዘርእስቱ እዩ። ድሮ ዘመነ ክረምት ሓሊፉ ናብ ዘመነ ጽጌ ድማ ኣቲና ኣለና ማለት እዩ። ዘመነ ክረምት ካብ ዝሓልፍ ክንደይ ኮይኑ ኣሎ? ሰለስተ ሰሙን ኮይኑ ኣሎ ማለት እዩ። ብካልእ ኣዘራርባ ድማ እቲ ኣብ ክራማት ዝነበረ ዕምባባ ካብኡ ሓሊፍና ናብ ፍረ እንሳገረሉ ግዜን ዘመንን ምዃኑ ኢና ክንርዳእ ንኽእል። ናይ ዘመነ ክረምቲ ኮነ ናይ ዘመነ ጽጌ እቲ ናይ መወዳእታ ዕላማ ፍረ ምፍራይ እዩ። ንኣብነት ዝናም ክዘንም ከሎ እቲ ሓረስታይ ድማ ግራቱ ሓሪሱ ክዘርእ ከሎ እቲ ዝተዘርአ ድማ ክበቁልን ክዕንብብን ኣብኡ ደው ኣይብልን እዩ። ካብ ዕንባባ ድማ ናብ ምንታይ ክሰግር ኣለዎ? ናብ ፍረ ክሰግር ኣለዎ። ስለዚ ቤተ ክርስቲያን ድማ ነቲ ኣብ ማሕበራዊ ናብራና እንሓልፎ መስርሕ ንዕኡ ድማ በቲ መንፈሳዊ መልክዑ እንታይ ዓይነት መስርሕ ከም ንሓልፍ ካብኡ ድማ እንታይ ዓይነት መንፈሳዊ ትምህርቲ ክንመሃር ከም ንኽእል ነዚ ኣብ ግምት ኣእትያ ምስቲ ወቕቲ ዝኸይድ ትምህርቲ ድማ ተዳልወልና ማለት እዩ ስለዚ እዚ ንሓልፎ ዘለና ወቕቲ ብዛዕባ መንፈሳዊ ህይወትና ዘመሓላልፎ መልእኽቲ ኣለዎ እዩ ማለት እዩ ስለዚ ልክዕ ከምቲ ዝናም ናብ መሬት ክዘንም ከሎ ነቲ መሬት ድማ ዘጥልሎ ሓረስታይ ድማ ግራቱ ሓሪሱ ምሩፅ ዘርኢ ድማ ብእምነት ድዘርእ እሞ እቲ ዘርኢ ድማ ቦቒሉ ናብ ዕምባባን ናብ ፍረን ከም ዝበፅሕ ከምኡ ድማ እቲ ብዝናም ዝምሰል ቃል እግዚኣብሄር ናብ እዛናን ናብ ልብናን ክዝራእ ከሎ መንፈሳዊ ፍረ ክንፈሪ ኣምላኽ ይፅበየና ምዃኑ ኣምላኽ ጥራይ ድማ ዘይኮነ ንዓና እውን ንበረኸትና ዝኸውን ፍረ ምዃኑ ካልኦት ሰባት ድማ ካብ ህይወትና ዝቕንጠብዎ መንፈሳዊ ፍረ ክህሉ ከም ዘለዎ ቃል ኣምላኽ ብንጹር እዩ ዘቐምጠልና ማለት እዩ። ሃዋርያ ቅዱስ ጳውሎስ ነዚ ኣብ ግምት ኣእትዩ ዝበሎ ሓደ መልእኽቲ ኣሎ ኣብ እብራውያን ምዕራፍ ኣርባዕተ ካብ ፍቕዲ ሓደ ክሳብ ፍቕዲ ሰለስተ ከምኡውን እብራውያን ምዕራፍ ሽዱሽተ ሸውዓተን ሸሞንተን ከምዚ ዝብል ንሕና እዞም ንኣምን ግና ናብቲ እግዚኣብሄር ዘተስፈዎ ዕረፍቲ ክንኣቱ ኢና። እግዚኣብሄር ዘተስፈዎ ዕረፍቲ ኣሎ ማለት እዩ። ናብኡስ ክንኣቲ ኢና ዝብለና ዘሎ። ግናኸ ሽሕ እኳ ግብሪ ኣምላኽ ካብ ምፍጣር ዓለም ኣትሒዙ ምዱብ እንተ ነበረ፣ እቲ ጽሑፍ ናብቲ ኣነ ዘዳለኽዎ ስፍራ ዕረፍቲ ኣይክኣትዉን እዮም ኢለ ብቝጥዓ ኣይምሓልኩ ይብል። ብዛዕባ እስራኤላውያን ይዛረብ ዘሎ እስራኤላውያን ንከባቢ ኣርባዕተ ሚእቲ ሰላሳን ዝኾኑ ዓመታት ኣብ ግብፂ ኣብ ምርኮ እዮም ነይሮም ኣብ ባርነት እዮም ነይሮም ዳሕራይ ግን ብልዕልቲ ኢድ ኣምላኽ ባሕሪ ኤርትራ ተሳጊሮም ምድረ በዳ ኩሉ ሰጊሮም ናብ ከነኣን ከእትዎም መደብ ኣምላኽ እዩ ነይሩ እቶም ልዕሊ 18 ዓመት ዝነበሩ ሰቡት ማለት እዮም ልዕሊ 600 ሺሕ ኣጋር ነይሮም ጠቕላላ ሊቃውንቲ እንታይ እዮም ዝብሉ? ከባቢ ክልተ ነጥቢ ሽዱሽተ ሚልዮን ህዝቢ እዮም ነይሮም። ነዞም ኩሎም ህዝቢ እዚ ድማ ሙሴ ዝመርሖም ነይሩ ማለት እዩ። ካብቶም ሽዱሽተ ሚእቲ ሽሕ ኣጋር ግን ክልተ ሰባት ጥራይ እዮም ናብ ከነኣን ኣትዮም። መደብ ኣምላኽ ግን ኩሎም ናብ ከነኣን ክኣትዉ እግዚኣብሄር ዝመኸሮ ምኽሪ፣ ዝመደቦ መደብ እኳ እንተ ነበረ፣ ንሳቶም ብሰንኪ ዘይምእዛዞም ግን ክኣትውዋ ከም ዘይከኣሉ፣ እዚኦምሲ ኣብ ምድረ በዳ ክተርፉ እዮም ዝተባህለሎም እቶም ንኣሽቱ ዝነበሩ ግና ናብታ ናይ ዕረፍቲ ስፍራ ናብ ከነኣን ከም ዝኣተወ'ዩ ቃል ኣምላኽ ዝነግረና። ከምኡ ድማ ኣብቲ ምዕራፍ ሽዱሽተ እንታይ ዝብለና እታ ብዙሕ ግዜ ነቲ ኣብኣ ዝወረደ ዝናም ዝሰተየት ምድሪ ነቶም ንረብሐኦም ዝሓርስዋ ሰባት ዝጠቅም ፍረ እንተሃበቶም ካብ ኣምላኽ በረኸት ትቕበል። እሾኽን ዳንዴርን እንተኣብቆለት ግና መርገም ኣብ ልዕሊኣ ዘንጠልጠለ ጥቕሚ ዘይብላ ምድሪ እያ፣ መወዳእትኣ ኸኣ ምንዳድ ብምባሉ ዘይምፍራይ ማዕረ ኽንደይ ሳዕቤን ከም ዘለዎ ኢና ኽንርዳእ እንኽእል ማለት እዩ። እንተ ፈረና በረኸት ንቕበል፣ እንተ ዘይፈረና ግን ዋላ ሓንቲ ኣባና ኣይፍጸም፣ ዝዀነ ዝፍጸም ነገር ወይ ድማ ሳዕቤን የብሉን ማለት ኣይኩነን። እንተ ፈረና ንኣናን ንኣምላኽናን ንኻልኦት ሰባትን ድማ ዝቕንጠብ ፍረ ክህልወና እዩ። እንተዘይፈሪና ግን ንዓና እውን ጽቡቕ ኣይኮነን ማለት እዩ። ስለዚ እዚ ንኡስ ዘመን እዚ ልክዕ ከምቲ ሓረግ ወይኒ ይኹን ካልእ ኩሎም ተኽልታት ብዙሕን ነባርን ጽቡቕን ፍረ ዝፈርዩ ንሕና ድማ እቲ ኣባና ብመልክዕ ዝናም ኣባና ዝዝራእ ቃል ኣምላኽ ብዙሕ ፍረ ብዙሕ ጥራይ ድማ ዘይኮነ ነባሪ ፍረ ነባሪ ጥራይ ድማ ዘይኮነ ጽቡቕ ፍረ ክንፈሪ ኣምላኽ ካባና ይጽበ እዩ ማለት እዩ። ኣብ ትንቢተ ኢሳያስ ምዕራፍ ሓምሳን ሓሙሽተን ካብ ፍረ ዓሰርተ ክሳብ ፍረ ዓሰርተ እንታይ ዝብል ኣሎ ዝናምን ውርጭን ካብ ሰማይ ከም ዝወርድ እሞ እሞሃ ንምድሪ ከየስተዮ ከም ዘየፍርን ከም ዘየብቁልን ከዓ ከይገበሮ ዘርኢ ንዘራኢ ምግቢ ድማ ንተቐላቢ ድማ ከይሃቦ ንድሕሪት ከም ዘይምለስ እቲ ካብ ኣፈይ ዝወፅእ ቃለይ ከዓ ከምኡ ክኸውን እዩ ነቲ ኣነ ዝደልዮ ከስልጥ፣ ኣብቲ ኣነ ዝልእኮ ድማ እንታይ ክገብር እዩ? ከቕንዕ እምበር ብኾንቱ ናባይ ኣይክምለስን ይብለና። እግዚኣብሔር ብዝደለየ ይዛረብ ኣይኮነን። ኣብ ታሪኽ ናይ መጽሓፍ ቅዱስ እንድሕሪና ንቦና ቅዱስ ጴጥሮስ ክመልሶ ምስ ደለየ ብናይ ደርሆ ናቋ እዩ ተዛሪብዎ። እቲ ደርሆ ነቂዩ ስለዚ ናይ ሕልና ጴጥሮስ ድማ ሓደ መልእኽቲ ነይሩ ማለት እዩ ኣብ ግዜ ናይ ብሉይ ኪዳን ድማ በለዓም በቲ ዓመፅ ኣሰሲዑ በቲ እግዚኣብሔር ዘይፍቀዶ መንገዲ ክኸይድ ከሎ ብኣድጊ ገይሩ ተዛሪብዎ ስለምንታይ እዩ ኣድግስ ኣብ ዘመነ ሙሉእ ብቋንቋ ሰብ ክዛረብ ሰሚዐ ዘይፈልጥ ሎሚ ግን ኣይዛረበኒ ሎ ኢሉ እውን ከስተንክር ኣይከኣለን ማለት እዩ መመሊሱ ክኸትክቶን ምስኡ ድማ ከመላለስ እንከሎ ኢና ንሪኦ ማለት እዩ ስለዚ እንታይ ንምባል እዩ እግዚኣብሄር ብዝደልዮ መንገዲ ክዛረብ ይኽእል እዩ ንኣብነት ኣገዳሲ መልእኽቲ ናብ ገዛና ክመፅእ ንፅበዮ እንተ ደኣ ሃሊና እቲ ነቲ መልእኽቲ ደሊቨር ዝገብር ናይ ፖስት ኦፊስ ሰራሕተኛ ክኸውን ይኽእል እዩ ናይ ፌዴክስ እውን ክኸውን ይኽእል እዩ ብዛዕባ ኣከዳድንኡ ንግደስ ዲና ንዓና ዘገድሰና እቲ መልእኽቲ ከይተሰብረ ከይጠፍአ ብግዚኡ ናብ ሰዓቱን ክመጸና ኢና ንደሊ ማለት እዩ። ስለዚ እግዚኣብሄር ብዝደለዮ ሰብ ይዛረበና እቲ መልእኽቲ ንዓና ኣገዳሲ ማለት እዩ። ስለዚ እግዚኣብሄር ይዛረብ እዩ። እግዚኣብሄር ነቲ ዝህበና ቃል ድማ ኣባና ክፈረ ክፈሪ ይደሊ እዩ እሞ ኣባና ፍረ ዘይፈሪ እንተድኣ ሃልዩ እቲ ጸገም ኣባና'ዩ ክኸውን ዝኽእል እምበር ኣብ እግዚኣብሄር ክኸውን ኣይክእልን'ዩ ንዝብል ሓሳብ'ዩ ዘመልክተልና ማለት'ዩ። ኣብ ትንቢተ ኢሳያስ ምዕራፍ ሓሙሽተ ካብ ፍቕዲ ሓደ ክሳብ ፍቕዲ ሸውዓተ እውን ካብ እግዚኣብሄር ዝጎድለና ነገር ከምዘየለ ንምፍራይ ዝኸውን ንምዕባይ ዝኸውን ኩሉ እግዚኣብሔር እኹልን ትሩፍን ከም ዝሃበና እቲ ዘይምፍራና እቲ ዘይምፍራይና እቲ ጾር ናትና ግደ ምዃኑ እዩ ቃል ኣምላኽ ዝነግረና ማለት እዩ ስለዚ ኣርስትና ኣመንቲ ዝኣትውዋ ዕረፍቲ እንታይ ዓይነት ዕረፍቲ ናይ መጀመርያ ሕቶ ተቐሪብና ዘሎ ብዛዕባ እንታይ ዝኾነ ዕረፍቲ ይዛረብ ዘሎ ናይ ስጋ ዕረፍቲ ናይ ነብሲ ዕረፍቲ ናይ መንፈስ ዕረፍቲ መቻ መጽሓፍ ቅዱስ ብዙሕ ዓይነት ዕረፍቲ እዩ ተጻሒፍልና ዘሎ ኣብ ዘመን ኣቦና ዳዊት እስራኤል ኣርባዓ ዓመት ዓረፈት እዩ ዝብለና ካብ ውግእን ወረ ውግእን ዓሪፎም ብህድኣት ይኣቱን ይወፁ ነይሮም ስለዚ ብስጋ ከባቢኻ ሰላም ብምዃን እተዓርፎ ዕረፍቲ ኣሎ ማለት እዩ ካልእ እውን ሩት ንኣብነት ነተን ሰይቲ ኣንስቲ ደቃ ምእንቲ ብድሓን ክትነብራስ ዕረፍቲ ደይኮንኩ ዝደልየልክን ዘለኹ ክትብለን ከላ ሓዳር ገይረን ዕሩፍ ዝኾነ ህይወት ክመርሓ ትደልየለን ነይራ ማለት እዩ ስለዚ ሓዳር እውን ናይ ዕረፍቲ ሃዋህው ክፈጥረልካ ይኽእል እዩ ማለት እዩ ካልእ እውን ሃዋርያ ቅዱስ ጳውሎስ ናብ ሓደ ቦታ ከገልግል ኢሉ ከይዱ ቲቶ ግን ኣይረኸቦን ቲቶ ኣብኡ ክፀንሖ ተፀቢ ነይሩ ግን ኣብ መንፈሰይ ዕረፍቲ ኣይነበረንን ኢሉ ማለት እዩ ርግእ ኢሉ ቅስን ኢሉ ከገልግል ኣይከኣለን ካልእ ድማ ኣብ ቆሮንጦስ እውን ሃዋርያ ቅዱስ ጳውሎስ እንታይ ኢሉ ኣሎ ብምክንያት እቲ መከራ ዘጋጥሞ ዝነበረ ብውሽጥን ብደገን ከቢድ ዝኾነ ፈተና ስለ ዝነበረና ኣብ ስጋና ዕረፍቲ ይነበረን ኢሉ ኣሎ ጐይታ ድማ ብዓብዩ፣ ኣቱም ኵልኹም እትጸሩን ጾር ዝኸበደኩም፣ ኣነ ኸዕርፈኩም ናባይ ንዑ፣ እቲ ዕረፍቲ ድማ ናይ ነፍሲ ዕረፍቲ ምዃኑ ተነጊሩና ኣሎ። ስለዚ እንታይ ዓይነት ዕረፍቲ ኢና ኽንዓርፍ ኣምላኽ ዝደልየልና ዘሎ? ኣበይኸ እቲ ስፍራ ዕረፍቲ? ናብዚ ዕረፍቲ እዚ ንዘይምእታው ዘይምእታውናኸ ንምንታይ ዘፍርህ ኾይኑ ዝብል ክንምልስ ኣዝዩ ኣገዳሲ እዩ። ቅድሚ ነዘን ሕቶ እዚኤን ምምላሰይ ሓደ ግዜ ሓደ ካህን ኣቦ ንሓደ ጠፊኡ ዝነበረ ምእመን ከመይ ቀኒኻ ዝወደይ ኢሎምዎ። ሕጂ ናይ ድኻም ምልክት ኣብ ገጹ እንዳተራእየ ብጣዕሚ ቢዚ ቀንየ ዋላ ሓንቲ ዕረፍቲ እውን ክረክብ ኣይከኣልኩን ኢልዎ ማለት እዩ። እቶም ኣቦ ድማ ፍሽኽ እንዳበሉ እዋእ ክትዕረፍሲ ኣለካ እምበር ኣምላኽ እውን እኳ ዕራፍቲ ዘየድልዮ ክነሱሲ ኣብታ ሻውዓይቲ መዓልቲ ዓረፈ እዩ ዝብለና ኢልዎ እቲ ምእመን ድማ ዋዛ ኣይነበረን እንታይ ኢልዎም እሞ ኣምላኽ እኮ ስማርት ፎን የብሉን እንታይ ማለት እዩ ስለዚ ብስራሕ ጥራይ ኣይኮነን ቢዚ ኮይኑ ማለት እዩ ሓደ ሓደ ግዜ ካብ ስራሕ ዋላ ኣዕሪፍና እንተበልና ካብ ካልእ ጉዳያት እውን ኣዕሪፍና እንተበልና ስማርት ፎን ኣብ ኢድና ኣላ እሳ ግን ቢዚ ክትገብረና ትኽእል እያ ማለት እዩ ስለዚ ዕረፍቲ ማለት ካብ ስራሕ ደው ምባል ማለት ጥራይ ኣይኮነን ማለት እዩ እቲ ኣብ ህይወትካ ዘይተፈጸመ ጉዳያት እግዚኣብሔር ከም ዝፍጽመልካ ምሉእ ብምሉእ ኣብ ኣምላኽ ምእማን ነቲ ከጋጥመካ ዝኽእል ዲስትራክሽን ድማ ልክዕ ከምዚ ኮምፒተር ደው ከነብላ እንተ ኮይና ኣምፕላግ ኢና ንገብሮ ሓቀይ ነቲ ፓወር ፓወር እንድሕር ጠፊኡ ቲቪ ክሰርሕ ኣይትኽእልን እያ ፓወር እንድሕር ጠፊኡ ኮምፒተር ክሰርሕ ኣይትኽእልን እያ ስለዚ ኣምፕላግ ጌርና ካብቲ ዲስትራክሽን ኣብ እግዚኣብሔር ክንእመን ከለና እዚ እቲ ናይ ብሓቂ ዕረፍቲ ዘብሎ ማለት እዩ ስለዚ ነተን ኣቐዲመ ዝሓተትኮን ሕቶ ንምምላስ እቲ ንባብና ብሓፈሻ ብፍላይ ድማ እቲ መሪሕ ጥቕስና እንተዳሪእናዮ እግዚኣብሄር ናይ ዕረፍቲ ስፍራ ኣዳልዩ ከም ዘሎ እዩ ዝነግረና። እዚ ናይ ዕረፍቲ ስፍራ ግን ንመን እዩ ኣዳልይዎ? ዕረፍቲ ስፍራ ስለ ዘዳለወ ተስፋ ክንገብር ኣይንኽእል ኢና። ናብዚ ናይ ዕረፍቲ ስፍራ ክትኣትዉ ኢኹም ዝብል መብጽዓ እንተ ኣትይልና፣ ተስፋ እንተ ሂብና ግን እዚ ተስፋ እዚ ንዓና ምዃኑ ፈሊጥና ምሉእ ዝኾነ እምንቶ ክንገብር ንኽእል ኢና ማለት እዩ። እዛ ዘለናያ ዓለም እዛ ንብራላ ዘለና ዓለም እግዚኣብሄር ኣብዚ ክንነብር ኣይኮነን መዲብና ኣብ ገነት ኤደን እዮም እቶም ናይ መጀመርያ ስድራና ነቢሮም ኣኬና ኣይኮነን ኣቦና ኣዳምን ኣዴና ሄዋንን ኣብዛ ሓጂ ዘለና ዓለም ዘይኮነስ ኣብ ገነት ኤደን እዮም ነይሮም ገነት ኤደን ናይ ዕረፍቲ ስፍራ ተባሂለ እያ ትግለጽ ማለት እዩ እንተኾነ ግን ብምክንያት ውድቀት ናብዛ ሕጂ ንብረላ ዘለና ዓለም ተሰጒግና ናይ ምድሪ ስደትና ኮይንና ንነብራ ኣለና ማለት ስለዚ ብካልእ ኣዘራርባ እዛ ሕጂ ንነብራ ዘለና ዓለም ንዕረፍቲ ክትኮነና ዘኽእላ ቅሞና የብላን ማለት እዩ ብምንም ተኣምር ክንዓርፍ ኣይንኽእል ኢና ኣብዚኣ ምክንያቱ ጻዕርን ድኻምን ሓጢኣትን ሞትን ከምኡ ድማ ስቃይን ሓዘንን ዘለዎ ዓለም ስለ ዝኾነ እንተኾነ ግን ካብዛ ናይ ዕረፍቲ ቁመና ዘይብላ ዓለም መታን ከዕርፈና ካልእ ናይ ዕረፍቲ ስፍራ እግዚኣብሄር ኣዳልዩ ከም ዘሎ እዩ ቃል ኣምላኽ ዝነግረና ማለት እዩ ናብዚ ዕረፍቲ እዚ እንኣትወሉ ዓመተ ምሕረት ኮነ ወርሒ ኮነ መዓልቲ ኮነ ደቂቅ ኮነ ኩሉ ድማ እግዚኣብሄር እንታይ ገይሩ ኣሎ ኣዳልዩ ኣሎ ምናልባሽ ንሕና ከይንፈልጦ ንኽእል ኢና ማለት እዩ ስለዚ ብርግፅ ስፍራ ዕረፍቲ ተዳልዩ ከም ዘሎ እግዚኣብሄር ድማ ተስፋ ሂብና ከም ዘሎ እዚ ሓደ ካብቲ ብርግፀኛነት ክንእመኖን ክንቅበሎን ዘለና ጉዳይ ማለት እዩ ጐይታና የሱስ ክርስቶስ ቀቅድሚ እታ ዕለተ ዓርቢ ኣብ ዕለተ ሓሙስ ንደቀ መዛሙርቱ ክምህሮም ከሎ እንታይ ኢልዎም ኣሎ? ልብኹም ኣይሸበር። ምኽንያቱ ኣብ ዘሸብር ኩነታት እዮም ነይሮም። እቲ ንሰለስተ ዓመትን ከባቢ መንፈቐን ዝኸውን ብኹሉ ሸነኾም ንዕረፍቲ ምኽንያት ኮይንዎም ዝነበረ ጐይታና የሱስ ክርስቶስ ሕጂ ግና ይፍለዮም ስለ ዘሎ ተሸቢሮም ነይሮም። ስለዚ ልብኹም ኣይሸበር፣ ብኣምላኽ እመኑ ብኣይውን እመኑ፣ ኣብ ቤት ኣቦይ ብዙሕ ማሕደር ኣሎ፣ ማሕደር እንተ ዘይህሉሲ ምበልኩኹም ነይረ፣ ስፍራ ከዳልወልኩም እኸይድ ኣለኹ እሞ፣ ከይደ ስፍራ ምስ ኣዳለኹልኩም፣ ኣብታ ኣነ ዘለኹዎ ንስኻትኩም ኣብኡ ምእንቲ ክትኮኑስ፣ ተመሊሰ ክመጽእ እየ እሞ፣ ናባይ ክወስደኩም እየ፣ ኣነ ናበይ ከም ዝኸይድ ትፈልጡ፣ ነቲ መንገዲውን ትፈልጥዎ ኢኹም ዝብል ተስፋ ይሂብዎም። ስፍራ ከዳልወልኩም እኸይድ ኣለኹ። ኣበይ ማለት እዩ? ናበይ ዝኸይድ ነይሩ ጎይታ? ናብ ሰማይ ዝኸይድ ነይሩ። ስለዚ ኣብ ሰማይ እግዚኣብሄር ንዕረፍትና ዝኸውን ቦታ ኣዳልዩ ከም ዘሎ እዩ ዝነግረና ማለት እዩ እንተኾነ ግን ናብዛ ስፍራ ዕረፍቲ እዚኣ ዝኣትዋ እቶም ኣመንቲ ዝኾኑ ጥራይ እዮም እቶም ብፍቕሪ እትገብር ሓቀኛን ህያውን እምነት ዘለዎም ሰባት እሶም ጥራይ እዮም ክኣትዋ ዝኽእሉ፣ ስለዚ ድማ እዩ ብኣይ እመኑ ብኣቦይ ድማ እመኑ ዝብሎም ዘሎ። ስለዚ ኣይትሸበሩ ክብሎም ከሎ ድማ ዘሸብር ኩነታት ብርግጽ ነይሩ እዩ ኣብ ከባቢኦም። እንተኾነ ግን ልብኹም ይህዳእ፣ ልብኹም ይቕሰን፣ ልብኹም ይርጋእ እዩ ዝብሎም ዘሎ ማለት እዩ። ስለዚ ሰብ ኣብዛ ምድሪ እዚኣ ብዛዕባ ዘሸግሮን ዘሻቕሎን ጉዳያት ዕረፍቲ ክስምዖ ዝኽእል እዛ ተስፋ እዚኣ እዛ ሰማያዊ ተስፋ እዚኣ ቁልጭ ኢላ ኣሰሪኦ ብዘለዎ መንገዲ ክትርድኦ ምስ ትኽእል ጥራይ እዩ ንሱ ድማ ብርግጽ እግዚኣብሄር ዝዓርፈሉ ቤት ኣዳልዩለይ ኣሎ ኢሉ ምሉእ ትውክልትኡ ኣብ እግዚኣብሄር ምስ ዝገብር ጥራይ እዩ ካብቲ ኣብ ምድሪ ዘጋጥሞ ጸገማት እንታይ ከገብር ዝኽእል? ከጋጥሞ ይኽእል እዩ፣ እንተኾነ ግን ብዕረፍቲ ድማ ክመላለስ ይኽእል እዩ ማለት እዩ። ሓደ ሓደ ግዜ ብዙሕ ነገር ንጽበ ኢና፣ ብፍላይ ሓድሽ ዓመት ክመጽእ ከሎሲ እዛ ዓመት እዚኣ መባልዕትና ትኹን፣ ዓመተ ሰላም፣ ዓመተ ራህዋ ትኹነልና ኢልናስ ትምኒትና ንገልጽ ኢና፣ ጽቡቕ ድማ እዩ። እንተኾነ ግን ክፍጸም ይኽእል ከይፍጸም ድማ ይኽእል። እንተ ተፈጸመ እውን ግዝያውን ፈኲስን ዕረፍቲ ደኣ ይኸውን እምበር ከምቲ እግዚኣብሔር ኣዳልዩልና ዘሎ ዘልኣለማዊ ዕረፍቲ ዘላቒ ዕረፍቲ ክኸውን ኣይክእልን እዩ። እግዚኣብሔር ክንዓርፈሉ ኣዳልዩልና ዘሎ ዕረፍቲ ናይ ልቢ ዕረፍቲ እዩ፣ ናይ ነብሲ ዕረፍቲ እዩ፣ ናይ ሕልና ዕረፍቲ እዩ ማለት እዩ። ሓደ ሓደ ግዜ ስጋኻ ዓሪፉ ኣእምሮኻ ስቕ ኢሉ ራን ይገብር እዩ። ዋላ ክድቅስ እንተደለኻ ሓደ ካብቲ ጭንቀት እኮ ንሱ እዩ። ስኢሉ እቲ ኣእምሮኻ ግን ራን ይገብር ዘይዓርፍ። ሓደ ሓደ ግዜ ድማ ኣእምሮና ዓሪፉ ስጋና ድማ ዕረፍቲ ዘይስምዖ ክኸውን ይኽእል እዩ። እቲ እግዚኣብሄር ዝኣወጆ እቲ እግዚኣብሄር ዝመደበልና ዕረፍቲ ግን ናይ ልቢ ዕረፍቲ እዩ፣ ናይ ሕልና ዕረፍቲ እዩ፣ ናይ ነፍሲ ድማ ዕረፍቲ እዩ ማለት እዩ። ስለዚ እዚ ዕረፍቲ እዚ ድማ ምስ ጽድቂ ምስ ቅድስና ምትእሳር ዘለዎ እዩ። ኣብ ሓጢኣት ዘሎ ሰብ እዚ ዕረፍቲ እዚ ክስምዖ ኣይክእልን እዩ ማለት እዩ ስለዚ ልዕሊ ምድራውን ስጋውን ዝኾነ ልዕል ዝበለ ዕረፍቲ ልዕል ዝበለ ውሽጣዊ ሰላም ምዃኑ ካብዚ ክንርዳእ ንኽእል ማለት እዩ ብዛዕባ እዚ ናይ ዕረፍቲ ተስፋ ድማ ሙሉእ ርግፅነት ክስምዓና ኣዝዩ ኣገዳሲ እዩ ምክንያቱ ሃዋርያ ቅዱስ ጳውሎስ እንታይ ኢሉ ዘሎ ንሕና እዞም ንኣምን ኣነ ይበለን ንሕና እዞም ንኣምን ግን ናብቲ እግዚኣብሄር ዘዳለወ ዕረፍቲ ኽንኣቱ ኢና እዩ ዝብለና ዘሎ ርግፀኛ ኮይኑ ይዛረብ ዘሎ ማለት እዩ ስለዚ ንገዛ ርእሱ ጥራይ ዘይኮነስ ነቶም ብጎይታናን ብመድሓኒናን ብኢየሱስ ክርስቶስ እናኣምን ዘበለ ኩላትና እታ ብፍቕሪ እትገብር እምነት እንተ ኣሊሃና ናብዛ ናይ ዕረፍቲ ስፍራ እዚኣ ክንኣቱ ምዃንና እዩ ዝነግረና ማለት እዩ እንድሕር ርግጸኛ ዘይኮይንና ግን፣ ፍርሃት ዝስምዓና እንተ ደኣ ኮይኑ፣ ምፍራህና ዘይተረፈ ኣዚና ክንፈርህ እምበር ኣሎና። ምኽንያቱ ናብዛ ዕረፍቲ እዚኣ ዘይምእታው ማለት ናብቲ ዕረፍቲ ዘይብሉ ዘልኣለማዊ ስቓይ ምኻድ ማለት እዩ። ስለዚ ድማ ዕብራይ ዮሃንስ ምዕራፍ ዓሰርተ ኣርባዕተ ፍቕዲ ዓሰርተ ሓደ እንታይ እዩ ዝብለና? ለይትን መዓልትን ዕረፍቲ የብሎምን እዩ ዝብለና። ኣየኖት? እቶም ናብቲ ንሰይጣንን ንሰራዊቱን ዝተዳለወ ቀላይ ሓዊ ዝድርበዩ ሰባት ማለት እዩ። ስለዚ ከምዚ ኒውትራል ዝበሃል ነገርስ የለን ማለት እዩ። ስለዚ እተን ሕቶ ክንምለሰን እግዚኣብሄር እንታይ ዓይነት ዕረፍቲ እዩ ዝዛረበሉ ዘሎ እንድሕር ኢልና ብመሰረት እብራውያን ምዕራፍ ኣርባዕተ ፍቅዲ ዓሰርተ- ካብ ፍቅዲ ሓደ ሳብ ፍቅዲ ዓሰርተ ሓደ ብዛዕባ ናይ ልቢ፣ ናይ ሕልና፣ ናይ ነብሲ ዕረፍቲ ይዛረብ ዘሎ። እዚ ናይ ዕረፍቲ ስፍራ ድማ ኣብ ሰማይ እዩ። ግን እቲ ናይ ሰማይ ዕረፍቲ ኣብ ምድሪ ኢና ንጅምሮ፣ ጽንሕ ኢልና ክንመጾ ኢና ማለት እዩ። ናብዚ ዕረፍቲ እዚ ዘይምእታው ማለት ኣዚና ክንፈርሆ ዘለና ድማ። ምናልባሽ ሓደ ካባኻትኩም ድሕሪት ተሪፉ ከይህሉ ንፍራህ ክብል ከሎ ሃዋርያ ቅዱስ ጳውሎስ ለይትን መዓልትን ዕረፍቲ ዘይብሉ ናይ ስቓይ ቦታ ምኻድ እውን ስለ ዘሎ እዩ ማለት እዩ። ድሕሪኡ እቲ ቐሪብልና ዘሎ ሕቶ፣ እምነትና ናብዚ ናይ ዕረፍቲ ስፍራ ኸም እተእትወና ግን ብኸመይ ኢና ምሉእ ብምሉእ ርግጸኛታት ንኸውን? ንኣብነት፣ ኵላህናስ ነዛ ሰንበት እዚኣ ቤተ ክርስትያን ከም እንመጽእ ትማሊ ምሸት ርግጸኛታት ኰይና፣ ገሌና ኽዳውንትና ኣጻጺፍና ኣቐሚጥና ኽንከውን ንኽእል፣ ገሌና ድማ መዘምራን መዝሙር ክለማመዱ ቐንዮም፣ ርግጸኛታት ኰይኖም ሰንበት ክመጹ ኸም ዚኽእሉ ሓሲቦም ማለት እዩ። ኣነ እውን ሰንበት ከገልግል ምዃነይ ሓሲበ ኽዳሎ ቐንየ ማለት እዩ። ምሉእ ዝዀነ ርግጸኛታት ሃሊና ኢና መደባት ንሰርዕ ማለት እዩ። ኣብቲ እግዚኣብሄር ዘዳለዎ ሰማያዊ ዕረፍቲ ግን ንምንታይ ኢና ርግጸኛታት ዘይንኸውን? ሓደ ካብቲ ክምለስ ዘለዎ ሕቶ እዩ ማለት እዩ። ስለዚ ርግጽነት ናይ እምነት ባዶ ርግጽነት ኣይኰነን። እቲ ሓቀኛ እምነት ዝወነነ ሰብ ጥራይ ዝምስክሮ ጥራይ ዘይኮነ እግዚኣብሄር ዝምስክሮ ካልኦት ሰባት ድማ ዙሪኡና ክምስክሩላ ዘኽእለና እምነት ክህልወና ኣለዎ ማለት እዩ ምክንያቱ እቲ ዕረፍቲ ሰማይ ምስ ከድና ኣይኮንና ንጅምሮ ገና ኣብዚ ምድሪ እዚ ኮይንና ኢና እዚ ዕረፍቲ እዚ ክንኣትወን ክንጅምሮን ዘለና ማለት እዩ እቲ ነዚ ዕረፍቲ እዚ ዘፀገወና ጎይታናን መድሓናን የሱስ ክርስቶስ እንታይ ኢሉ ኣሎ ኣብ ወንጌል ማቴዎስ ምዕራፍ ዓሰርተ ሓደ ካብ ፍቕሪ ዕስራን ሸሞንተን ክሳብ ሰላሳ ኣቱም ኩልኹም እትጽዕሩን ጸር ዝኸበደኩምን ኣነ ከዕርፈኩም ናባይ ንዑ ኣነ ለዋሀ ልበይ እውን ትሑት ኣርዑተይ ፈኩ ጸረይ እውን ቀሊል ምስ በለ ኣርዑተይ ጽሩ ካባይ እውን እንታይ ግበሩ ተምሃሩ ንነብስኹም ከዓ ዕረፍቲ ክትረኽቡ ኢኹም ኢልና ኣሎ ንኣብነት ኣብቲ ማሕበራዊ ናብራና ሓደ ሰብ ሓራ ኮይኑ እንድሕር ኢልካዮ ካብቲ መሊኽዎ ገዚእዎ ዝነበረ ሓራ ምዃን ምልቃቕ ማለት እዩ ነፃ ኮይኑ ኣሎ። ኣብ ክርስትና ሓራ ኮይና ክንብል ከሎና ካብ መንግስቲ ፀልማት ካብ መንግስቲ ሰይጣን ካብቲ ዝኣስረናን ዝሓላልኸናን ናይ ሓጢኣት ሓራ ወፂእና ማለት ናይ ካልእ ኣካል ግን ግዙእ ክንከውን ኣለና። ናይ ጐይታ ግዙኣት ክንከውን፣ ናይ ጐይታ ውሉዳት ክንከውን፣ ንጽድቅን ንቕድስናን ዝተገዛእና ክንከውን እዩ ቃል ኣምላኽ ዝነግረና ማለት እዩ። ስለዚ ክልተ ዓይነት ጾር ኣሎ፣ ጾር ሓጢኣት ድዩ ጾር ካልእ ኩሉ ነገራት ኣራጊፍና ጾር ናይ ጐይታ ክንስከም እንተዘይክኢልና እቲ ነፍሳዊ ዕረፍቲ ክንረክብ ከም ዘይንኽእል እዩ ዝነግረና ማለት እዩ። ስለዚ እንታይ ዓይነት ጾር እዩ ግን ዛረበና ዘሎ? ንኣብነት ኩላህና ሓደ ሓደ ግዜ ነዊሕ መንገዲ እንተ ኬንና እቲ ስጋና እውን ጾር ይኾነና እዩ ንደክም ኢና ኣይኮነን ድዩ ብፍላይ ሸኽሚ እንተ ወሲኽና ድማ ዝተፈላለየ ጾር ንሕ ተሰኪምና ንደክም ኢና እንተኾነ ግን ነቲ ተሸኪምናዮ ዘለና ሸኽሚ ናብቲ ክብጻሕ ዝግብኦ ቦታ ምስ ኣብጻሕናዮ ድሕሪ ናይ ቀረብ ቁሩብ ደቃይቕ ዕረፍቲ ተሓይልና ይምለስ እዩ ማለት እዩ እንተኾነ ግን ንወዲ ሰብ ንዘልኣለም ከድክሞ ዝኽእል ብስጋ ደቂሲሉ ቫኬሽን ወሲዱ ዕረፍቲ ክኸልኦ ዝኽእል ነገር ግን ኣሎ እዩ ማለት እዚ ድማ ጾር ሓጢኣት ይበሃል ጎይታናን መድሓናን የሱስ ክርስቶስ ድማ ኣቱም ኩልኹም ትጸሩን ጸር ዝኸበደኩምን ኣነ ከዕርፈኩም ንዑ ናባይ ክብለና ከሎ ካብዚ ዝኸበደን ዝኸፈአን ጾር ናይ ሓጢኣት ከናግፈና ከዕርፈና ስለ ዝደለየ ማለት እዩ ሓጢኣት ወይ ድማ ረሲእነት ኣብ ዘለዎ ሓደ ወዲ ሰብ ዕረፍትን ህድኣትን ክስምዖ ኣይክእልን እዩ። ልክዕ ከምቲ ማዕበል ባሕሪ ዝናወፅ ከምኡ ክናወፅ ይኽእል እዩ ማለት እዩ። ናይ ማዕበል ነውፂ እንተ ዘኪርና ቀልጢፉ ናብ ኣእምሮና ክመፅ ዘለዎ ነቢ ዮናስ እግዚኣብሄር ናብ ነነዌ ልኢኽዎ እንተኾነ ግን ናብ ነነዌ ክኸይድ ፈቓደኛ ኣይነበረን። ናብ ቴርሲስ ክኸይድ ኣብ ዝፈተነሉ ግን እታ መርከብ ክትናወፅ ከም ዝኸኣለት እቶም መራሕቲ ናይታ መርከብ ድማ ህይወቶም መታን ከድሕኑ ነቲ ብኽንደይ ጻዕሪ ዘጥረይዎ ሃብቶም እናረኣዩን እናሰምዑን ኣብ ባሕሪ ክድርብዮ ከለዉ ከም ዝኸኣሉ እሞ ግን ነታ መርከብ ንምንዋጽ ምኽንያት ኮይንዋ ዝነበረ እቲ ሸኽሚ ነበረን እንታይ ደኣ እቲ ኣብ ዮናስ ዝነበረ ሓጢኣት ምኻኑ ኢና ክንርዳእ ንኸእል። ሃውርያ ቅዱስ ጳውሎስ እውን ካብ ሰማርያ ተበጊሱ ናብ ሮማ ይኸይድ ኣብ ዝነበረሉ ግዜ ከቢድ ማዕበል ባሕሪ ከም ዘጋጠሞም ብዙሕ ነገር ፈቲኖም ብዙሕ ከም ተሸገሩ ብፍላይ ኣብ ሓደ ጥቕሲ ንዓሰርተ ኣርባዕተ መዓልቲ ምግቢ ከይበልዑ ከም ዝቐነዩ ዝነግረና ምክንያቱ ተረቢሽካ እንተ ሃሊኻ ትናወጽ እንተ ደኣ ሃሊኻ፣ ዕረፍቲ ተሰሚዕካ መግቢ እውን ክትበልዕ ኣይትኽእልን ኢኻ ማለት እዩ። ነብዪ ኢሳይያስ ኣብ ምዕራፍ ሓምሳን ሸውዓተን ፍቕዲ ዕስራን ዕስራን ክልተን እንታይ ኢሉ ኣሎ? እቶም ርስያን ከም ዝናወጽ ባሕሪ እዮም፣ ክሃድእ ኣይክእሉን እዮም፣ ማያቱ ዝገደደ ጭቃን ርስሓትን የውጽእ፣ ንርስያን ሰላም የብሎምን ይብል ኣምላኽ ይብለና። መዝሙር ዳዊት ምዕራፍ ሓደ ፍቕዲ ኣርባዕተ እውን እቶም ረሲኣንሲ ከምቲ ንፋስ ዝብትኖ ብኡብኡ እዮም። ብኡብኡ እቲ ዝፈኾሰ ክፋል ናይ ሓሰር ይኮነን፣ ብቐሊሉ ድማ ብንፋስ ክብተን ይኽእል እዩ ማለት እዩ። ስለዚ ሓጢኣት ተሰኪማ ሓጢኣት ጼራ ትኸይድ ነብሲ ድማ ልክዕ ከምቲ ማዕበል ዝናወጽ ከምኡ እዮም ዝናወጽ ይብለና ኣሎ ሰላም የብሎም ንብለና ኣሎ ከምቲ ንፋስ ንቦቦ ዝብትኖ ድማ ከምኡ ውሽጦም ዝተዘርገ ውሽጦም ዝተበታተነ ይኸውን ማለት እዩ ስለዚ ካብዚ ነገር እዚ ከነምልጠሉ ዘኽእለና እግዚኣብሄር ኣዳልዩ ከም ዘሎ ኣቱም ኩሉኹም ትጽዕሩን ጸር ዝኸበደኩምን ኣነ ከዕርፈኩም ናባይ ንእ ክብለና ከሎ ካብዚ ማዕበል ባሕሪ ዝምሰል ማዕበል ናይ ሓጥያት ከናግፈና ካብኡ ከዕርፈና እዩ ጎይታ ዝጽውዓና ዘሎ ማለት እዩ ስለዚ ካብዚ ዘይምዕራፍ ማለት ድማ ናብቲ ዕረፍቲ ዘይርከቦ ኣንቶይ ኣቐዲምና ከም ዘንበብናዮ ራእይ ዮሃንስ ምዕራፍ 14 ቁጥሪ 11 እዚ ኣሜን ትክሰቃዮም እውን ንዘለኣለም ይወፅእ ለይትን መዓልትን ዕረፍቲ የብሎምን እዩ ዝብለና ማለት እዩ ስለዚ ካብዚ ዕረፍቲ ዘይብሉ ስቓይ ድሕና ናብታ ስፍራ ዕረፍቲ ክንኣቱ እንተ ኮይና ንድምፂ ናይቲ ብክብሪ ዝፅውዓና ብክብሪ ዝዕድመና ዘሎ ጎይታ ሰሚዕና እንታይ ክንገብር ኣለና ካብ ሓጢኣትና ብደም ክርስቶስ ክዳውንትና ክና ክንሓጽብን ከነጻዕድውን ንዑ ድማ ክንሰዕብን እዩ ኣምላኽ ዝጽበየና ማለት እዩ ስለዚ ክሳብ ዕለተ ሞትና ክሳብ ዕለተ ምጽኣት ድማ ነቲ ብጎይታ ክንረኽቦ ንኽእል ነብሳዊ ዕረፍቲ ብጎይታ እንረኽቦ ነብሳዊ ዕረፍቲ ንዑ ዓቂብና እንተ ደኣ ተመላሊስና እግዚኣብሄር ድማ ናብቲ ኣዳልየልና ዘሎ ሰማያዊ ናይ ዕረፍቲ ቦታና ከእትወና ምዃኑ እዩ ቃል ኣምላኽ ዝነግረና ማለት እዩ ስለዚ ሎሚ እንታይ ዓይነት ጾር ኢና ተሰኪምና ዘለና? ዝበዝሕ ግዜ ጾር ኮይኑ ይስምዓና። እቲ ጾር ናይ ሕማም ክኸውን ይኽእል እዩ። ጾር ናይ ስእነት ክኸውን ይኽእል እዩ። ጾር ናይ ዘይተፈትሐ ጉዳያት ናይ ህይወትና ክኸውን ይኽእል እዩ። ካብዚ ኩሉ ግን ዝኸበደ ጾር እንተ ሃልዩ ጾር ሓጢኣት እዩ። ስለዚ እግዚኣብሄር ድማ ኩሉ ግዜ ነዚ ጾር እዚ ጼርና ክንመላለስ ኣይደልየናን እዩ። ድሕሪኡ ቀጺሉ ዘሎ ሕቶ እንታይ እዩ ዝብለና ዘሎ? ናብ ነፍሳዊ ዕረፍቲ ምእታውና፣ ናብቲ ዘለኣለማዊ ናይ ሰማይ ዕረፍቲ ከም ንኣቱ መርገጺ፣ መረጋገጺ፣ ከም ዝኾነና ናይ ቅዱስ መጽሓፍ ጽሑፋት ኣለናዶ? ኣይ ሚን ጥቕስታት ኣለናዶ እዩ ዝብለና ዘሎ። እንታይ እዩ እቲ መርትዖ? ወል እዚ ሕጂ ከም መበገሲ ትምህርትና ተዋሂብና ዘሎ ናይ እብራውያን መልእኽቲ ምዕራፍ ኣርባዕተ ካብ ፍቕዲ ሓደ ሳብ ፍዳ ዓሰርተ ሓደ እንተዳሪእናዮ እስራኤላውያን ዝረኸብዎ ዕረፍቲ ከም ዝነበረ ገና ዘይረኸብዎ ዕረፍቲ ድማ ከም ዝነበረ እዩ ዝነግረና ማለት እዩ ኣቦና ዳዊት እስራኤላውያን ከምቲ ኣቐዲመ ዝገለጽክዎ ካብ ግብፂ ወፂኦም ናብ ከናን ኣትዮም እዮም የዕሪፎም እዮም እንተኾነ ግን ድሕሪ ኣማይት ዓመታት ድማ ኣቦና ዳዊት ሎሚ ድምጹ እንተሰማዕኹም ኢሉ ምዝራቡ ገና ዘይዓረፍዋ ከም ዝነበረት ይነግረና። ስለዚ እስራኤላውያን ናብ ከንኣን ምእታው ናይ መወዳእታ ዕረፍቲ ኣይነበረትን። እሳ ተምሳሌት ናይታ ንዘለኣለም ክዓርፍዋ ዝግብኦም ሰማያዊት ዕረፍቲ ከም ዝነበረት ቃል ኣምላኽ ይገልጸልና እዩ። ምክንያቱ ኣብ ዕብራውያን ምዕራፍ 4 ፈል 7 8 እንታይ ዝብለና ድሕሪ ነዊሕ ዘመን ብዳዊት ሎሚ ብምባሉ ከም ብሓድሽ ሓንቲ ፍልጥቲ ናይ ዕረፍቲ መዓልቲ ይምድብ ኣሎ እያሱ ዓሪፎም ተዝኸውንሲ ድሕሪኡ ብዛዕባ ካልእ መዓልቲ ኣይምተዛረበን ነይሩ እስራኤላውያን ድሕሪና እዮም ክሳዕ ሎም ለይቲ ኣብ ውግእ እዮም ዘለዉ ዝዓረፍሉ ብዙሕ ኣይኮነን። ንከባቢ ክልተ ሽሕ ዝኾኑ ድማ ፋሕ ኢሎም ከም ብሓድሾም ተኣኻኺቦም ሃገር ኣቚሞም ማለት እዩ። ክሳብ ሕጂ ድማ ኣይዓረፉን ኣለዉ። ስለዚ ሓንቲ ዝኣተውዋ ናይ ዕረፍቲ ስፍራ ነይራቶም፣ ንሳ ድማ ከነኣን ትበሃል። ካልእ ክኣትውዋ ዝግብኦም ንዘልኣለም ክዓርፍዋ ዝግብኦም ድማ ካልእ ናይ ዕረፍቲ ቦታ እግዚኣብሄር ኣዳልዩሎም ከም ዝነበረ እዩ ቃል ኣምላኽ ዝነግረና ማለት እዩ። ስለዚ ንሕና እውን ኣብ ሓድሽ ኪዳን እታ ቀዳመይቲ ልክ ከምቲ እስራኤላውያን ከንኣን ኣትዮም ዝዓረፉ እታ ናይ መጀመርያ ንሕና ድማ እንዓርፋ እታ ብጎይታ እንረኽባ ዕረፍቲ እያ እሳ ድማ ናይ ነብሲ ዕረፍቲ ትበሃል ንጎይታናን መድሓናን የሱስ ክርስቶስ ኣብ ልብና መሰንገስናዮ ካብ ኩሉ ጾር ናይ ሓጢኣትና ካብ ኩሉ ስክፍታና ካብ ኩሉ ሻቕሎትና ጎይታና እንታይ ገብረና የዕርፈና ህድእ ንብል ናይ ሰማይ ናብራ ኣብዛ ምድሪ እዚኣ ኮይንና እንታይ ንገብሮ ንጅምሮ እዚ ግን ናይ መወዳእታ ዕረፍቲ ኣይኮነን ገና ካብዚ ስጋ እዚ ግዒዝና፣ ካብዛ ዓለም እዚኣ ግዒዝና ንዘልኣለም ክንዓርፈሉ ዘኽእለና እግዚኣብሄር ዘልኣለማዊት ዕረፍቲ ሰንበት ትበሃል ድማ ኣዳልዩ ከም ዘሎ ማለት እዩ። ስለዚ ኩሉ ሰብ ዝረኽባ ዕረፍቲ ግን ኣይኮነትን ማለት እዩ። ምክንያቱ ነቲ ብክብሪ ዘዕድም ጎይታ ንፃውዒቱ ሰሚዑ ንኣርኣዩ ድማ ስዒቡ ነፍሲ ወከፍ መዓልቲ ድማ ምስኡ ዝመላለስ ሰብ ጥራይ እዩ እዛ ናይ ነፍሲ ዕረፍቲ ክረክብ ዝኽእል ብከምዚ እንድሕር ቀፂሉ ድማ ናብቲ ናይ ዘለኣለም ዕረፍቲ ድማ ጎይታ እንታይ ክገብሮ ክእል እዩ ክቕበሎ ክእል እዩ ማለት እዩ እንድሕር ሓንሳብ ጥራይ ንጎይታ ፈሊጥና የልና ብድሕሪ ከም ድሌትና ንመላለስ ተደኣ ኮይና ግን እቶም ኣብ ወንጌል ማቴዎስ ምዕራፍ ሸውዓተ ካብ ፍቅዲ ዕስራን ሓደን ክሳብ ፍቅዲ ዕስራን ሰለስትን ዘለዉ ብስምካዶ ተነቤና ኣይኮናን ብስምካዶ ግብረ ሓይሊ ኣይገበርናን እዝን እትንዶ ኣይገበርናን ኢሎሞ ጎይታ ንኹሉ ግብሮም ኣይከሓዶን እንተኾነ ግን ኣቱም ገበርቲ ዓመፃ ኮቶ ኣይፈለጥኩኹምን ዝብል ቃል እዩ ሂብዎ ማለት እዩ ስለዚ ክርስትና ናብራ እዩ ስለዚ ሓንሳብ ዓሪፈ ኢልካ ደው ትብለሉ ዘይኮነስ ብዕረፍቲ ኢኻ ትመላለስ ማለት እዩ ስለዚ ብዕረፍቲ ንመላለስ ምህላውና ገዛ ርእስና ክንፍትሽ ኣዝዩ ኣገዳሲ እዩ ማለት እዩ ናብራ ሰንበት ምንባር ግን እንታይ ማለት እዩ እስራኤላውያን ኣብ ብሉይ ኪዳን ሽዱሽተ መዓልቲ ዕየዩ እታ ሻውዓይት መዓልቲ ግን ዕረፉ እዩ ተባሂሉ ኣሎ ዕረፉ ማለት ካብ ዝኾነ ስራሕ ደው በሉ ማለት እዩ ስለዚ እቲ ኣብ ካልእ ግዜ ዝገብርዎ ነገር ኣብታ ዕለተ ሰንበት ግን ክገብርዎ ከም ዘይብሎም ኩሉ ኣድህቦኦም ኣብ ኣምልኾ ጥራይ ክኸውን ኣብ እግዚኣብሄር ጥራይ ክኸውን ጽቡቕ ነገር ምግባር ዋላ እዮም ከቋርጹ ነይርዎ ማለት እዩ ነዊሕ መንገዲ እውን ክጓዓዙ ኣይነበሮምን እታ ኣብ መዓልቲ ሰንበት ክጓዓዙላ ዝተፈቐደሎም ከባቢ ሓደ ማይል ዝኸውን እዩ ዝበሃል ካብ ሓደ ማይል ክጓዓዙ ይፍቀደሎም ኣይነበረን ማለት እዩ። እዚ ድማ ኣቐዲሙ እግዚኣብሄር ዝሰርዓሎም ስርዓት ነይሩ። ዳሓራይ እውን ድሕሪ ኣማይት ዓመታት ድማ ሙሴ እውን ከም ሕጊ ትእዛዝ ሂብዎም ካብተን ዓሰርተ ትእዛዝ ድማ ሓንቲ እንታይ እያ ኣክብር ሰንበቶ ለኣምላክከ እያ ትብል ኣይኮነን ድያ ንመዓልቲ ሰንበት ከተኽብራን ክትቅድሳን እንታይ ግበር ዘክር ትብል እያ ማለት እዩ ስለዚ ሓጥያት ኣይትግበሩ ኣይኮነን ዝብሎም ዘሎ እንታይ ደኣ ዋላ ጽቡቅ ስራሕሲ ኣይትግበርዎ ሽዑ ምሉእ ኣተንሽን ሂብኩም ምሉእ ኣድህቦ ጌርኩም ብዛዓባ ይሕሰብ እዩ ዝብሎም ዘሎ እዛ ሰንበት እዚኣ ግን ኩሉ እቲ ኣብ ብሉይ ኪዳን ዘሎ ተምሳሌት እዩ ወይ ድማ ጽላሎት ናይ ክርስቶስ እዩ ኣብ ሓድሽ ኪዳን ጎይታ ግን እንታይ ኢሉ ኣሎ ኣነ ጎይታ ሰንበት ኢሉ ኣሎ ሰንበት ንጥቕምና እያ እግዚኣብሄር መዲብዋ፣ እግዚኣብሄር ከምኡ ገይሩ ሰሪዕዋ ዝብለና ዘሎ ማለት እዩ። ስለዚ ኣብ መዓልቲ ሰንበት ኣይሁዳውያን እጂ እታ ሰንበት ንብላ ዘለና ብናይ ኣይሁዳውያን ቀዳም እያ። ካብ ዓርቢ ናይ ምሸት ሰዓት ሽዱሽተ ጀሚራ ክሳብ ቀዳም ናይ ምሸ ሰዓት ሽዱሽተ ዘሎ እዮም ኣይሁዳውያን መዓልቲ ካብ ብድሮ እዮም ዝጅምርዎ ማለት እዩ ስለዚ በቲ ናህና ግን ሰንበት ስለ ዘሎ ሰንበት ክንብል ከለና ብናቶም ቀዳም ማለት እዩ ስለዚ እቲ ኣብ ብሉይ ኪዳን ዘሎ ስርዓታት ኩሉ ተምሳሌት ወይ ድማ ፅላሎት ናይ ክርስቶስ ስለ ዝኾነ ሕጂ እታ ቀዳም ወይ ድማ እታ ሰንበት ናህና ብኸመይ ክትበዓል ከም ዘለዋ ግን በቲ ጎይታ ኣብ ሓድሽ ትርጉም ኣሚን ኣብ ሓድሽ ኪዳን ዝበሎ ኢና ክንከይ ዘለና ማለት እዩ ስለዚ እታ ናይ ብሉይ ኪዳን ቀዳም ጽላሎት ናይ ክርስቶስ እያ ጽላሎት ናይ ዕረፍቲ እያ ነቲ ብክርስቶስ እንዓርፎ ነፍሳዊ ዕረፍቲ ነቲ እግዚኣብሄር ኣብ ሰማያት ኣዳልልና ዘሎ ናይ ዕረፍቲ ስፍራ ንዕኡ ተምሳሌት እያ ማለት እዩ ተምሳሌት እያ ስለዚ ኣብ ሓድሽ ኪዳን ኢና ዘለና ስለዚ ድማ እዩ ከምቲ ኣብ ቃል ኣምላኽ ዝብለና ሰንበት ዳያ ምእንቲ ሰብ ዝተፈጥረት እምበር ሰብስ ምእንቲ ሰንበት ኣይተፈጥረን እምበኣር ከ ወዲ ሰብ ጎይታ ሰንበት እዩ ብሰንበት ጽቡቕ ምግባር ዶ ወይስ ክፉእ ምግባር ይግባእ ምድሓን ነብሲ ዶ ወይስ ምቕታላ ይግባእ ብሰንበት ጽቡቕ ምግባር ግቡእ እዩ ብምባል እቲ ንሰንበት ምኽባር ማለት፣ ንሰንበት ምቕዳስ ማለት ጎይታ እቲ ትኽክለኛ ዝኾነ ትርጉም ገሊጽልና ኣሎ። ኣብ ብሉይ ኪዳን ግን ንኣይሁዳውያን ከም ጾር እያ ትኾኖም ነይራ። ክሰርሑ እናደለዩ ይእሰሩ ነይሮም፣ ክኸዱ እናደለዩ ይግትኡ ነይሮም ማለት እዩ። ግን እግዚኣብሄር ካብተን ሸውዓተ መዓልቲ ሓንቲ ዝሰርዓሎምሲ እግዚኣብሄር ኣብ ናይ ዕረፍቲ ስፍራ የትይዎም ከም ዝነበረ ካብዛ ስፍራ ዕረፍቲ እዚኣ ግን ተሰጒጎም ከም ዘለዉ እንተኾነ ግን እግዚኣብሄር ክኣትውላ ዝግብኦም ብክርስቶስ ኣቢሎም ክኣትዋ ዝግብኦም ናይ ነፍሲ ዕረፍትን ድሕሪ ካልኣይ ምጽኣት ክርስቶስ ወይ ድማ ድሕሪ ሞት ድማ ኣብ መንግስተ ሰማያት ክዓርፍዋ ዝግብኦም ዘለኣለማዊት ዕረፍቲ ከም ዘላቶም ተምሳሌት ኮይና ምልክት ኮይና ከተገልግሎም መደብ ኣምላኽ እዩ ነይሩ ማለት እዩ። ግን እቲ ትኽክለኛ ዝኾነ ትርጉም ክርድእዎ ኣይከኣሉን። ስለዚ ሰንበት ማለት ዕረፍቲ ማለት እዩ። ኣብ ክርስቶስ ዘይዓረፍና እንተ ደኣ ኮይንና ሰንበት ካብ ነዊሕ መንገዲ ተቖጢብና ካብ ዝተፈላለየ ስራሕ ተቖጢብና ኣኽቢርናዮ ክንብል ኣይንኽእል ኢና። ኣብ ብሉይ ኪዳን ተምሳሌት እያ ነይራ፣ ኣብ ሓድሽ ኪዳን ግን ዕረፍቲ ብናብራ ክንዓርፎ ዝግብኣና ነገር እዩ ዘመልክተና እሞ ብሰንበት ጽቡቕ ነገር ክንገብር ሰናይ ነገር ክንገብር ነቲ ጎይታ ኣምልኾ ዝብሎ ንዓና ዘይኮነ ንካልእ ሰባት ጽቡቕ ነገር ንክንገብረላ ዝተመደበት መዓልቲ ጌርና ክንርያ ኣዝዩ ኣገዳሲ እዩ ብካልእ መንገዲ እውን ናይ ኣእምሮን ናይ ስጋን ዕረፍቲ ንረኽበላ መዓልቲ እያ ኣብ እግዚኣብሔር ኣድህቦ ኣብ ዕዮኡን ኣብ ኣገልግሎትን ኣድህቦ ንገብረላ መዓልቲ እያ እቲ ካልእ እውን እግዚኣብሔር እዚ ሕጂ ሂብና ዘሎ ነብሳዊ ዕረፍቲ ናይ ዘለኣለም ንሓዋሩ ዝኸውን ዕረፍቲ ድማ ኣዳልዩልና ከም ዘሎ እንዝክረሉ ግዜ እዩ ማለት እዩ ሓደ ግዜ ሓደ ብጣዕሚ ሃብታም ሰብኣይ ናይ ነዊሕ ጉዕዞ ኣሽሓት ማይላ ዝኸውን ጉዕዞ ናይ ትሬን ትኬት ገዝዩ ሕጂ እቲ ዝገዝኦ ቲኬት ናይ ፈረስት ክላስ እዩ ነይሩ ማለት እዩ። ሪላክስድ ኮይኑ ብዙሕ ደስ ዝበሎ ምግቢ እናበልዐን እናሰተየን ዝኸደሉ እንተደልዩ እውን ክድቅሰሉ ዝኽእል ብጣዕሚ ሪላክስ ዝኾነ ፈረስት ክላስ ቲኬት ገዚኡ እንተኾነ ግን እንታይ ዓይነት ቲኬት ከም ዝገዝአ ስለ ዘይፈለጠ ኣብቲ ሳልሳይ ክፍሊ ተጨባቢጥካ እትኸደሉ ከም ድሌትካ ዘይትኾነሉ ኣብኡ ኮፍ ኢሉ ብጣዕሚ ድማ ዲስኮምፎርት እናተሰምዖ ነቲ ኣሽሓት ማይላ ተጓዒዝዎ ማለት እዩ እዚ ሰብኣይ እዚ ግን ኣብቲ ተዛንዩ ኮፍ ክብለሉ ወይ ድማ ክድቅሰሉ ዘኽእሎ ከእትዎ ዝኽእል ትኬት ግን ገዚኡ ነይሩ እዩ ማለት እዩ ግን ክዓርፈሉ ዝግባእ ትኬት እናሃለወ ከሎ ከይዓረፈ እዚ ኣሽሓት ማይላት ወዲእዎ ማለት እዩ። ምናልባሽ እንታይ ዓይነት ዓሻ ሰብ እዩ ንብል ንኸውን። ንሕና እውን ጎይታ ከዕርፈና ዘኽእል ክቡር ዝኾነ ዋጋ ኣብ መስቀል ከፊሉልና ክነሱ ግን ከይዓረፍና ዕድሜና ንውዶ እንተ ሃሊና ልክዕ ከምዚ ኣሻ ሰብኣይ ናይ ፈርስት ክላስ ትኬት ገዚኡ ኣብ ናይ ሳልሳይ ክፋል ወይ ድማ ሳልሳይ ደረጃ ክፍሊ ኮፍ ከም ዝበለ ኮም ኢና ንሕሰብ ማለት እዩ ሓንቲ እውን ኣላ ምዝ ትኸደለይ ኣብነት ሓደ ግዜ ሓደ ሸኽሚ ዝተሸከመ ሰብኣይ ኣብ በረኻ መንገዲ ምስ ረኣየ ሓደ ሰብ ደንጊፅሉስ ንዓ ተሰቐል ኢልዎ ስለዚ እታ ናይ ፅዕነት ማኪና ስለ ዝነበረት ኣብ ላዕሊ ሰቒልዎ እንተኾነ ግን ድሕሪ ነዊሕ መንገዲ በቲ ስፔክዮ እንተረኣየስ ኣፍታ ማኪና ተሰቂሉስ መሊሱ ድማ እቲ ጾሩ ድማ ተሰኪምዎ ዳሕራይ ማኪና ደው ኣቢሉ እንታይ ትገብር ኣለኻ ኢልዎ ንዓይ ጽዒንካንስ መሊስካ ድማ ንጾረይ ክስከም ኢልዎ ማለት እዩ ጎይታ ግን ጾርና ዝጸውር ኣምላኽ እዩ ዘለና እሞ ጾርና በይንና ኣይንሰከሞ እቲ ከቢድ ናይ ሓጢኣት ጾር ኣብ እግሪ መስቀሉ ደርቢና እቲ ፈኲስን ቀሊልን ዝኾነ ጾር ጎይታ ንጸር እዩ ዝብለና ዘሎ ናይ መወዳእታ ሕቶና ንምንታይ እዩ ጎይታ ንኣመንቲ ጥራይ ናብ ሰንበቱ ዘእትዎም ዝብለና ወል እግዚኣብሄር ጻድቕ ኣምላኽ እዩ ብጽድቂ ድማ ዝዳኒ ብጽድቂ ድማ ዝፈርድ ኣምላኽ እዩ ንሓጢኣት ንሓጢኣተኛ ከም ጻድቕ ክርኦ ኣይኮነልን እዩ ማለት እዩ ዝፋኑ ድማ ብጽድቅን ብቕድስናን ብፍትሕን ዝፍለ ስለ ዝኾነ፣ ነቲ ኣበሰኛ ነቲ በዳሊ ከም ንጹህ ዝርኢ ኣምላኽ ኣይኮነን። ስለዚ ድማ እዩ እግዚኣብሄር ንምድሓና ዝኸውን ከቢድ ዝኾነ ዋጋ እንታይ ዝገበረልና? ዝኸፈለልና ማለት እዩ። ነዚ ኣብ መስቀል ዝተገብረ ውዕለት ኣሜንን እሙን ኢልና እንተዘይተቐቢልናዮ፣ እቲ ሓቀኛ ህያው ዝኾነ እምነት እንተዘይሃልዩና፣ በዛ እምነት እዚኣ ድማ ንጎይታ ክንቅርቦ ተዘይክኢልና፣ እዚ ዕረፍቲ እዚ ናትና ክኸውን ኣይክእልን እዩ ማለት እዩ። ስለዚ ኢና ድማ እዛ ዕረፍቲ እዚኣ ናይቶም ሓቀኛ ኣመንቲ ናይታ ብፍቕሪ ትገብር እምነት ዘላቶም ሰባት ጥራይ ዘብለና ምኽንያት ድማ በዚ እዩ ማለት እዩ። ስለዚ ካብ ሓጢኣቱ ዘይተመልሰ ካብ ሓጢኣቱ ዘይተነስሐ ሰብ ግን ነዛ ዓረፍቲ እዚኣ ክኣትዋ ኣይክእላን እዩ ኣብቲ ናይ መጀመርያ ናይ ሃዋርያ ስብከት እንተዳሪና እውን ግብሪ ሃዋርያት ምዕራፍ 3 ፍቅዲ 19 እምበኣርከ ሓጢኣትኩም ምእንቲ ክደምሰሰልኩም ካብ ገጽ እግዚኣብሄር ከዓ ዘመን ዕረፍቲ ምእንቲ ክመፀልኩም ሲ ተነስሖን ተመለሱን ዝብለና ስለዚ ዘመን ዕረፍቲ ዝበሃል ኣሎ ማለት እዩ። እዚ ናይ ሓድሽ ኪዳን ዘመን ዕረፍቲ እዩ ዝበሃል። እግዚኣብሄር ክንዓርፍ እዩ ዝደልየና ዘሎ ማለት እዩ። ሃዋርያ ቅዱስ ጳውሎስ ኣንቶይ ብሓሳበይ ዝገለጽክዎ ንቲቶ ሓወይ ስለ ዘይረኸብክዎ ንሳቶም ኣሰንዮምኒ ናብ መቄዶንያ መጻእኹ እሞ እምበር ኣብ መንፈሰይ ዕረፍቲ ኣይነበረንን። ንዕረፍቲ ክኾንና ዝኽእሉ ሰባት ከም ዘለዉ ድማ ክንፈልጥ ኣሎና። ብኣንጻሩ ድማ ንዘይምዕራፍና ምኽንያት ዝኾኑ ሰባት ክህልዉ ከም ዝኽእሉ እውን ካብዚ ጥቕሲ ክንርዳእ ንኽእል ማለት እዩ። ናብ መቄዶንያ ምስ መጻና ድማ ኣብ ወጻኢ ውግእ ኣብ ውሽጢ እውን ፍርሃት ነበረና እሞ ብኹሉ ጨነቐና እምበር ስጋና እኳ ዕረፍቲ ኣይረኸበን ብምኽንያት እምነትና ብምኽንያቲ ምስ ኣምላኽ ዘለና ርክብ ብዙሕ ውግእ፣ ብዙሕ ፈተና፣ ብዙሕ መከራ ክመጸና ይኽእል እዩ። እንተኾነ ግን ስጋና ዕረፍቲ እኳ እንተሰኣነ ውሽጥና ግን ኩሉ ግዜ ኣብ ጸጽባሕ ዝሕደስ ምኻኑ ነፍሳዊ ዕረፍትና ግን ምንም ዝወስዶ ከምዘየለ ክንርዳእ ንኽእል ማለት እዩ ነፍሲ ወከፍክን ከዓ ኣብ በቤት ሰብኣይክን ዕረፍቲ ክትረኽባ እግዚኣብሔር ይሃብክን በለተን ሽዑ ሰዓመተን ንሳተን ድማ ድምፀን ዓው ኣቢለን በኽያ ብለና እዚ ኣብ መፅሓፍ ሮት ምዕራፍ ሓደ ፍቅዲ ትሽዓተ ዘሎ ኮይኑ ንኣሚ ነተን ኣንስቲ ደቃ ክትፋነወን ኣብ ዝፈተነትሉ ግዜ ዝበለተን እዩ ዳሕራይ እውን ናእሚ ድማ በለታ ጓለይ ምእንቲ ብድሓን ክትነብርስ ዕረፍቲ ደይኮንኩ ዝደልየልኪ ዘለኹ ኢላታ ንዕረፍቲ ምኽንያት ክኾነና ዝኽእሉ መፃመድቲ ክህልው ከም ዝግባእ ይነግረና ማለት እዩ ኣብዚ ናይ መዋእል ምዕራፍ 28 ፍቅሪ ክልተ እውን ሽዑ ንጉስ ዳዊት ብኣጋሩ ደው ኢሉ በለ ኣቱም ኣሕዋተይን ህዝበይን ስምዑኒ ኣነ ንታቦት ኪዳን እግዚኣብሄር ነታ ድኳ እግሪ ኣምላኽና ቤት ዕረፍቲ ክሰርሕ ኣብ ልበይ ነበረኒ ንምስራሕ ዝኸውን ከዓ ኣዳሉ ክብለና መን ዝዓርፈሉ ቤት እግዚኣብሄር ዕረፍቲ ኣየድልየና ኣይኮነን ግን እግዚኣብሄር ኣብ ልብና መሓደሩ እንተ ገይሩስ ማዕረ ክንደይ ደስ ዝብሎ ማዕረ ክንደይ ዕረፍቲ ዝስምዖ ልክዕ ከምቲ ሓደ ሰብስ ዕሩፍ ከሎ ግን ኣብ ዘይዕርፍ ቦታ እንተ ደኣ ኮይኑ ዕረፍቲ ከይስምዖ ይኽእል እዩ። እግዚኣብሄር ድማ ቤቱ ንሕና ስለ ዝኾንና ቤት መቕደሱ ንሕና ስለ ዝኾንና ንኣምላኽ እንዕርፍ ሰባት ክንከውን ንኣምላኽ ደስ እንብል ሰባት ክንከውን ሓደ ካብቲ ዝዓረፈ ሰብ ኣብ ህይወቱ እግዚኣብሄር ክኸብረሉ ዝኽእል መንገዲ እዩ ዝነግረና ማለት እዩ። ናይ መወዳእታ ሓንቲ ጥቕሲ እዚ ዕረፍቲ እዚ ግን ሰብ ጥራይ ኣይኮነን ዝደልዮ፣ ኣምላኽ ጥራይ ኣይኮነን ዝደልዮ፣ ዋላ እቶም ኣጋንንቲ ንብሎም፣ እቶም ርኹሳት መናፍስቲ ንብሎም እውን ዕረፍቲ ደልዮም ከም ዝኸሉ እዩ ቃል ኣምላኽ ዝነግረና። ወንጌል ሉቃስ ምዕራፍ ዓሰርተ ሓደ ፍቅ ዕስራን ኣርባዕተን ርኹስ መንፈስ ካብ ሰብ ምስ ወጸ ዕረፍቲ ደልዩ ናብ ኣጻምእ ቦታ ይኸይድ እሞ እንተ ዘይረኸበ ናብታ ዝወጸላ ቤቴ ደኣ ክምለስ ይብል ብለና ማለት እዩ። ስለዚ ዕረፍቲ ኣዝዩ ኣገዳሲ እዩ። ብስጋ ክንዓርፍ ኣገዳሲ እዩ። እቲ ዝዓበየ ዕረፍትና ግን ብመንፈስን ብነፍስን ክንዓርፍ እዩ ኣምላኽ ዝደለና እሞ እዚ ነገር እዚ ድማ ኩሉ ግዜ ገንዘብና ክንገብሮ ናይ ብሓቂ ኣብ ዕረፍቲ ከም ዘለና ገዛ ርእስና ክንፍትሽ ኣዝዩ ኣገዳሲ እዩ ናይ መወዳእታ ሓንቲ ኣብነት ዒሰ ክውድየ ኣይቲን ኩላና ንፈልጣ ኢለ ሓስብ ሓደ ግዜ ክልተ ሰባት ኮምፒቲሽን ነይርዎም ውድድር እቲ ውድድር ማ እንታይ እዩ ገረብ ምቁራፅ ማለት እዩ እቲ ዝበዝሐ ገረብ ዝቆረፀ እቲ ዝዕወት ሰብ ይኸውን ማለት እዩ ሕጂ እቲ ሓደ ንሓይሉ ባቃ ብዘይ ዕረፍቲ ክቆርጽ ውዒሉ ማለት እዩ። እቲ ሓደ ግን ሓደ ክልተ ገረብ ይቆርጽ ይኣርፍ ይቆርጽ ይኣርፍ ሕጂ ክኣርፍ ከሎ እቲ ሓደ ግን ቀደምክዎ እዩ ዝብል ዘሎ ማለት እዩ። ኣብ መወዳእታ ግን ነናቶም እንተተቆጽረሲ እቲ እናዕረፈ ዝቆርጽ ዝነበረ ዝያዳ ገረብ ቆሪጹ ጸኒሑ ማለት እዩ። እቲ ሓደ ሕጂ ክርድኦ ኣይከኣለን። ከተዕርፍ ብዙሕ ግዜ ርኤካ'የ ከመይ ጌርካ ቀዲምካኒ ኢልዎ ማለት እዩ። ኣነ እኮ ክኣርፍ ከለኹ ሲ ፋሰ እየ ዘትብዕ ነይረ ማለት እዩ ፋስ ምትባዕ ማለት ነቲ ዝጎደመ ፋስ እንታይ ምግባር እዩ ምብላሕ ማለት እዩ ስለዚ እቲ ግን ምሉእ መዓልቲ ብዝጎደመ ፋስ እዩ እንታይ ክገብር ክቆርፅ ዝፍትን ነይሩ ማለት እዩ ድሕር ጎዲሙ ድማ ሓይልኻ እዩ ዝውደ ማለት እዩ ስለዚ ንሕና ድማ እቲ ኣብ መንጎ መንጎና ዓርፎ ዕረፍቲ ዝያዳ ንክንሰርሕ ምክንያት ዝኾነና እሞ እቲ ብጎይታ ብመንፈስ ምዕራፍ ብነብሲ ምዕራፍ ኣብ ቦትኡ ኮይኑ ከምዚ ኢልና ንኣብነት ህድእ ኢልና ኮፍ ኢልና መጽሓፍ ቅዱስ ክንምሃር ንኣምላኽ ክነምልኽ ከሎና ንባዕሉ ዕረፍቲ እዩ ነቲ ብድሕሪኡ እንሰርሖ ሰሙን ምሉእ እንሰርሖ ስራሕ ነቲ ናይ ጸሎት ህይወትና ኹን ነቲ ናይ ቃል ኣምላኽ ህይወትና ኹን እንታይ ኸውን እዩ ዘደንፍዕ እዩ ዝኸውን ማለት እዩ ሓደ ሓደ ግዜ ብገለ ነገር ቢዚ ንኸውን እሞ ንመፅሓፍ ቅዱስ ምንባብ ብጸሎት ኣብ ቅድሚ እግዚኣብሔር ምቕራብሲ ከምዚ ግዜ ዘይብልና ኮይኑ ይስምዓና ማለት እዩ ግን ነቲ ክንገብሮ ዝግብኣና ዝያዳ ዘደንፍዕ ነገር ስለ ዝኾነ ሰይጣን ክንጽልን ከነንብብ እኳ እንተዘይደልየና ግን ንሕና ግን እቲ ናይ ኣምላኽ ግዜ ናይ ኣምላኽ ኢልና ፈሊና ምስ ኣምላኽ ግዜ ክንሕልፍ እግዚኣብሔር ብጸጉ ይደግፈና ጸጋ ጎይታን ያስ ክርስቶስን ፍቕሪ ኣምላኽን ሕብረት መንፈስ ቅዱስን ምስ ኩላትና ይኹን ጽን ኢልኩም ስለ ሰማዕኹምኒ ኣብ ትገብርዎ ጸሎት ድማ እግዚኣብሄር ጽን ኢሉ የስምዓኹም። እግዚኣብሄር ይባርኽኩም።